ሰላም ሰላም ሰላም ኣምላኽ ንዓኻትኩም ይኹን ሎም እውን ከም ብሓድሽ ተመሊሰ ኣለኹ ክትከታተሉን እውን ተስፋ ገብር እቶም ሓደሽቲ ዝኾንኩም ምሕረት ይበሃል ሰብስክራይብ ሼር ኮሜንት ላይክ ምግባር ከዓ ተሓባበሩ ኢኹም እቶም ትከታተሉኒ ወይ ከኣ ሳብስክራይብ ዝገበርኩም ከኣኒ ላይክ ግበሩ ኢኹም ላይክ ግበሩ ኣብ ኩሉ ክበጽሕ ሎመዓልቲ ሓንቲ ኣድላይት ዝኾነት ሕቶ ሓንቲ ሓፍቲ ሓቲታትኒ ኣላ ንዓኣ ክምልሳ እየ ብጣዕሚ ብልፅቲ ሕቶ እያ ክትምለስ ዝግብኣ እየውን ኣብ ኩሉ ውሉድ ኣለዎ ዘላ እያ ማለት እዩ ብጣዕሚ መስግኢት፣ መፍርሒት፣ እ፣ ሓደ ሓደ ግዜ ከምዚ ኢልና ክንዛረብ ከሎና ደቀይ ደቀይ ክትብል ብሱቕ ኢልካ ሕልፍ ዝበልካዮ ኩሉ ጥዑም ኩሉ ጽቡቕ ክ- ዝመስል ይኽእል እዩ። እዛ ሕቶኣ ግን ኣዝያ ኣድላይት እያ ስለ ዝኾነ ክምልሳ እየ። እ፣ ካልኦት እውን ንዓኹም ብዝርድኣኩም ክትምልስዎ ትኽእሉ ኢኹም። እ፣ ሓሳባት እውን ክትብሉ ትኽእሉ ኢኹም ማለት እዩ። እንታይ እያ ትብል እታ ሕቶ ብኹላ ከንብባ እየ። እ፣ ማማ ምሕረት ብጣዕሚ ኢና ነመስግነኪ ደቅኺ ክወጻ ምስ ደቂ ቤት ትምህርተን ትፈርሖ ዶ ኔርኪ እታ ካልኣይቲ ከኣ ካብ ምስዳድ ትኽልክልየን ዶ ኔርኪ ተባረኺ ብጣዕሚ ነመስግነኪ ብልጽቲ ማማ ኢኺ ኢላትኒ thank you so much እስኺ ከኣ ብልጽቲ ኣደ ኢኺ ብልጽቲ ሓታቲት ኢኺ ብጣዕሚ ደስ ዝብለካ ሕቶ እዩ ብጣዕሚ ኣድላይት እያ ከዓ ኣብ ኩሉ ገዛ ንኩሉ ቤተሰብ ምስ ኩሉ ተጋጩ ድያ ተፋቅር ድያ ተባእስ ድያ እዚኤን ክልቲኤን እየን ደቅኪ ክወጻ ምስ ደቂ ትምህርተን ሲ ትፈርሒ ዶ ኔርኪ ኦፍ ኮርስ ይፈርሕን ፈረቃን ከማን ይፈርሕን ፈረቃን ነይረ መቸም ደቁ ንደገ ወፂኦምሲ ደይፈርሕ ወላዲ ኣሎ ኢለ ኣነ ኣይግምትን እየ ብፍላይ ብፍላይ ከኣኒ ምስ መን ይኸዱ ናበይ ይኸዱ ኣበይ ይኸዱ ዘይትፈልጥ እንተኮይንካ ኣብ ሰከንደሪ ስኩል ከኣኒ ብዙሕ ነገራት ኣሎ ብፍላይ ብፍላይ እዚ ኣብ ምስዳድ ንጅምሮ ሰከንደሪ ስኩል ምስ ከዱ እንድዩ ካልኣይ ደረጃ ቤት ትምህርቲ ምስ ከዱ ሽዑ እዩ እቲ ቅድም ኣብ ትሕቴና እዩ ንሕና ንወስዶም ንሕና ንመልሶም ንሕና ነብፆም እንዳ መሓዝቶም ምኹኑ እንዳ ዝኾነ ኹን ንሕና ተሳተፍቲ ኢና ኣብቲ ናቶም ሂወት ማለት እዩ እንታይ ይገብሩ ምስ መን ይኸዱ ምስ መን ይውዕሉ ምስ መን ንገድፎም ካብ መን ነምፆሙን ኣፀቢቕና ንፈልጥ ኢና ሰከንደሪ ስኩል ምስ ከዱ ግን ሓድሽ ትምህርቲ ሓድሽ ምሕዝነት ሓድሽ መምሃራን ሓድሽ ኩሉ ነገር ሓድሽ ሓድሽ እዩ በቃ እቲ ቤት ትምህርቲ ንባዕሉ ራሕቂ ድዩ ቅርቦቹ ድዩ መምሃራን ንባዕሎም ከመይ ዓይነት ባህሪ ዘለዎም እዮም? ኣብ ልዕሊ ደቅና ተጽዕኖ ገብሩ ዶ? እፈትውዎም ዶ? እጸልእዎም ዶ? ብኻልእ ዓይነት ኣጠማምታ ዶ ጥምትዎም? ብዙሕ ነገር ኣሎ ኣብዚ ውሽጢ እዚ ክኣቱ ዘለዎ። ዋላ እኳ ምስቲ ናይ ትሰድዮ እንደ ነርኪ ዝብል ሕቶ ምክንያቱ ምስ ደቂ ቤት ትምህርተን ስለ ዝብል ዘሎ እንደገና ከዓኒ ኣብ ቤት ትምህርቲ ከዓኒ ምስ ብዙሓት ባህሪ ዘለዎም ምስ ብዙሓት ዘይፈልጥዎም ተምሃሮ ካብ ዝተፈላለየ ትምህርቲ ወይ ከዓኒ ካብ ብዙሓት ትምህርትታት ዝተኣኻኸቡ እዮም ከምቲ ኩልና ንፈልጦ ማለት እዩ እ፣ ካልኣይ ነገር ከዓኒ እ፣ ከምቲ ሰክ- ብ- ፕራይመሪ ስኩል ከለዉ ንኣሽቱ ከለዉ እቲ ቤት ትምህርቲ ንውሽ ውሑዳት እዮም እቶም ቆልዑ ውሑዳት እዮም እቶም ተምሃሮ ውሑዳት እዮም ውሑድ እዩ ውሑዳት ስለ ዝኾኑ ኣብዚ ሰከንደሪ ስኩል ዝኸዱሉ ግን ኣብ ዓብይ ትምህርቲ እዮም ዝኸዱ ኣብ ዓበይቲ ብጣዕሚ ገፊሕ ቤት ትምህርቲ መዓት ተምሃሮ ዘለዎ ብዙሓት ተምሃሮ ካብ ዝተፈላለየ ቤት ትምህርቲ ካብ ዝተፈላለየ ባክግራውንድ ካብ ዝተፈላለየ ኣተዓባብያ ካብ ዝተፈላለዩ ፋሚሊ ስለ ዝመፁ ኣብኡ ኣብዚ ባሕሪ እዮም ዝኣትዉ ማለት እዩ ኣብ ባሕሪ ባሕሪ በቃ መናእሰይ ናእሽቱ ቆልዑ ደቂ ዓሰርተ ሓደ ዓመት ካብ ምዉቅ ገዝኦም ካብ ምዉቅ ኣዲኦም ካብ ምዉቅ ነገር ኣብ ባሕሪ እዮም ዝኮዱ ሕጂ ኣብዚ ደቅና ምስ መን እላለዩ ምስ መን እራከቡ መን መሓዙት ክገብሩ እዮም ምስ መን እዮም ከ ክከዱ ኣብዚ እዩ ክረኣ እቲ ነገራት ማለት እዩ ስለ ዝኮነ ንደቅካ ክትከልኦምን ክትሰዶምን ክትፈርሕን ምስ መን እዮም ዝከዱ ናበይ እዮም ከ ክኸዱ? እንታይ እዮም ከ ክገብሩ? ስለምንታይ እዮም ከ ክንከይድ ድብሉ ድደልዩ ዘለዉ? ስለምንታይ? ምስ መን ናበይ? ሕጂ ኣብዚ እዚ ኩሉ ሕቶታት ክመጽእ እዩ ማለት እዩ። ንሕና ሕጂ እቲ ቅድም ከምቲ ዝበልክዎ ደቅና ኣብ ኢድና ስለ ዝነበሩ ብምልኣት ኢና ንደቅና ንሰድድ። ሕጂ ግን ፍርሒ ፈረቓን ከማን ኣሎ። ኣነ መብዛሕትኡ ግዜ መፍርሕየይ እንታይ ነይሩ እንተ ኢልኩምኒ ምስ መን ክኸዳ እሰን እየን ዝፈልጦ ክነግራ ንኽእላ እየ ምስ ኩስቶ ክኸይድ ይኽእል እየ ብዝተኻእለና መጠን ግን ከም ወለዲ ከም ወለዲ ሓደ ነገር ክንገብር ክንፍትን ኣለና ምስ ደቅና ምሕዝነት ክንፈጥር ኣለና ፅቡቅ ዝኾነ ኮሚኒኬሽን ወይ ከዓ ሪሌሽን ምስ ደቅና ከልወና ኣለዎ ምክንያቱ ምስ መን ክኸዱን መን'ዩ መኻይዶምን መን'ዩ ዓርኮምን መን'ዩ መሓዝኦምን ክንፈልጥ እንተድኣ ደሊና ደቅና ጥራይ'ዮም ክነብሩና ድኸእሉ። ደቅና ጥራይ ምስ ደቅና ዘለና ርክብ ጥራይ'ዩ ነዚ ነገር እዚ ነዚ ናብዚ ቦታ እዚ ከብጽሐና ዝኸእል። ስለ ዝኾነ ብዝተኻእለና መጠን ናይ ደቅና ልቢ ናይ ደቅና ኣእምሮ ናይ ደቅና ፍቕሪ ክንሰርቆ ኣለና ክንወስዶ ኣለና ኣብዚ ልብና ሲ ናቶም ዝኾነ ነገር ሲ ክንወስድ ክንክእል ኣለና ክንማርኽ ክንክእል ኣለና እንተዘይ ማሪኽናዮም እንተዘይ ተኻታቲልናዮም ንሳቶም ንዓና ክነግሩና ኣይክእሉን እዮም ብፍላይ ብፍላይ ከዓ መጀመርያ ዝጅምሩሉ ግዜ ድንጉይ ኢሎም ይመፁ ወይ ገለ ምሕዝነት ርዩ ወይ ገለ ርዩ ስለዝኾነ ቀልጢፍና ቁጥዕ ኢልና ኣበይ ጸኒሕካ ኢልና ናይ ናይ ጭንቂ ወይ ከኣ ናይ ዓቕሊ ጽበት ወይ ከኣ ናይ ፍርሒ ነገር ከነርእዮም ተጀሚርና እዚ ኣብ መጀመርያ እየ ድብለኩም ዘለኹ መጀመርያ ክፍሊ እኳ እዚ ሻውዓይ ክፍሊ እኳ ደሓን እዩ እዚ ሻውዓይ ሻምናይ ደሎ ደሓን እዩ እዚ ማለት ዓሰርተ ሓደ ዓሰርተ ክልተ ደሎ ደሓን እዩ ዓሰርተ ሰለስተ ዓሰርተ ኣርባዕተ ዓሰርተ ሓሙሽተ ዓሰርተ ሽዱሽተ ኣብዚ ዕድመ ዘሎ ስጋብ ዓሰርተ ሸውዓተ ደሎ ዕድመ ብጣዕሚ ሓደገኛ ዕድመ እያ ስለዝኾነ ኣብዚ ክልቦም ክንሰርቅ ምሕዝነት ክንፈጥር ምስ ደቅና ክንጅምር ኣለና እዚ ፈሪሐ ኢልካ ናትካ ፍርሒ ኣብ ደቅካ ዘሪእካ ሓደ ሓደ ግዜ ስወረ ካብቲ ንሕና እቲ ፍርሕናህናስ ነቶም ደቅና ንዘርኣሎም እሞ ከይተረድኦም ንሳቶም ከኣ ፈራሓት ኮኑ ዋላ ምስ ዝቀርብዎ ሰብ ጠፍኦም ዋላ ምስ ዝከድዎ ሰብ ይጨንቆም ማለት እዩ ስለዝኾነ ንሕና ናይ ለብና ናይ ደቅና ልቢ ክንወስድ ኣለና ምክንያቱ እዚ ዕድመ እዚ ሓደገኛ ዝኾነ ዕድመ እዩ። ሓደገኛ ክፍርሖን ክረኣዩን ክንከታተሎምን ዝግበኣና እዩ። መጀመርያ ደቅና ንሕና ኢና ንከታተሎም። ኣብዚ ዕድመ እዚ ኣብ ትሕቴና እዮም ደለዉ። ሰከንደሪ ስኩሉ ኪዱ ዋላ ናብ ገለ ኪዱ ዋላ ገለ ግበሩ ኣብ ትሕቴና ስጋዕ ዘለዉ ተሓተቲ ንሕና ኢና። ስለዝኾነ ክንካታተል ክንፈርሕ ክን ከብድና ክንሓቁፍ ይግብኣና እዩ ኣይኮነን ዶ ደቀይ ደቂ ዓሰርተ ኣርባዕተ ዓሰርተ ሓሙሽተ ዓሰርተ ሽዱሽተ ዓሰርተ ሸውዓተ ኮይነንሲ ሕጂ ኣብዚ ዕድመ እዚ ደቀይ ወፅየን ስጋዕ ዝምለሳ ብጣዕሚ እየ ዝፈርሕ መብዛሕትኡ ግዜ ስለምንታይ ክትፈርሒ እንተደኣ ኢልኩምኒ ኣነ ካብ መጀመርያ ናይ ደቂ ልበ ናይ ደቀይ ልቢ ድወሰድኪ እየ ምስ ደቀይ ፅቡቅ ሕብረት ይደለኒ ንዘራረብ ኢና ግን ኩሉ መዓልቲ ድዩ ከምኡ ቆልዑ ማኒፕሌት ክገብሩካ ክእሉ እዮም ክላገፁልካ ክእሉ እዮም በቃ ብዙሕ ነገር ኣሎ ኣብ ቆልዑ ዝግበር ብፍላይ ከዓ ሕሕ ክንብሎም ተጀሚርና ካባና እዮም ድሃር ፈጺሞም ዋላ እተነገርክዋ እቲ ዝሓሸ ዝመርጽዎ ተዘይነገርክዋ ሓይሽ ኩሉ ሓደ እዩ ተነጊርካዮ ከኣ በቲ ዝነገርካያን በቲ ዝገበርካዮን ጭቕጭቕ ስለ ዝመጽእ ማለት እዩ ስለ ዝኾነ ይፈርሕ ነይረ መብዛሕትኡ ግዜ ስለምንታይ ትፈርሒ እንተልኩምኒ ደቀይ ገለ ክገብር ኣይፈርሕን እዩ ናይ ብሓቂ ከምቲ ዝበልኩም ምስ ደቀይ ጽቡቕ ርክብ ስለ ዘለኒ ግን ኣብ ደቀይ ገለ ከይወርድ ወይ ከዓ ገለ ከየጋጥመን ገለ ነገር ከየጋጥመን ግን ካብ ዓቕመይ ንላዕሊ ይፈርሕ ነይረ ምክንያቱ ሎሚ ደቅኻ ብዝገብርዎ ጥራይ ኣይኮነን ደቅኻ ከምዚ ክገብሩ እዮም ደቀይ ከምዚ ክገብሩ እዮም እሱ ኣይኮነን ደፍርሕ ኣብ ደቅኻ እንታይ ይወርድ እዩ መብዛሕትኡ ግዜ ዋላ እኳ ኣብ ደቅና እዚ ክገብሩ እዮም ከምዚ ክገብሩ እዮም ኢልና እንተሓሰብና ገዝኦም ዝምለስሉ ክኸውን ይኽእል እዩ ግን ደቅኻ ኣብ ገዛኻ ደይምለሱ ክኾኑ ይኽእሉ እዮም ስለ ዝኾነ ደቅና ክንፈርሕን ክንከታተልን ንግበኣና እዩ ኣፀቢቐ ኣነ ድፈርሕ ነይረ ኣፀቢቐ ምክንያቱ ብዙሓት ቆልዑ እዮም ኣብዚ ግዜ እዚ ትርእይዎ ኣለኹም ኣብ ዘመን እዚ ትርእይዎ ኣለኹም ኣብ ሰዓት እዚ ትርእይዎ ኣለኹም ብዙሓት ቆልዑ እዮም ወፂኦም ዘይምለሱ በዲሎም ድዮም ኣይበደሉን ገለ ገይሮም ድዮም ወላ ሓንቲ ይገበሩን ኢኖሰንት ዝኾኑ ቆልዑ መናእሰያት እዮም ኣብ ኣብ ሓደጋ ዝወድቁ ዘለዉ ብቐዳማይ ብዙሕ ገሊፀ ነይረ ካብኡ ክቕፅል ይኽእል እዩ ኣብ ሓደጋ ዝወድቁ ዘለዉ ብዙሓት ቆልዑኦም ብቆልዑ ዝቕተሉ ዘለዉ ካብኦም ካብኦም ብምሉእ ብዝንእሱ እኮ እዮም ቆልዑ ዝቕተሉ ዘለዉ ማለት እዩ ወይ ከኣ ቆልዑ ካልእ ነገር ዝወርዶም ደሎ ካልእ ነገር ኣብ ሂወቶም ተጽዕኖ ዝፈጥረሎም ደሎ ስለ ዝኾነ ንደቅና እሶም ክብድሉ ጥራይ ደይኮነ ወይ ከኣ እሶም ገለ ክገብሩ ጥላይ ደይኮነ ደቅና ሕማቃት ኮይኖም ጥራይ ዘይኮነ ወይ በቃ መዕገርገርቲ ዓዋሉ ዘወርቲ ኮይኖም ዘይኮኑ ኣብ ልዕሊኦም እንታይ ይወድቅ ስለ ዝኾነ እዚ ከፍርሓና እዩ ሕጂ ነዚ ነገር እዚ ግና ነዚ ነገር እዚ ግና ንደቅና ኣብ ክንዲ ኣውያትን ኣብ ክንዲ ጨቕጨቑን ናይቲ ብድሕሪኡ ዘሎ ሳዕቤን እቲ እቲ ሕማቕ ንዓታቶም ክሃሲ እዩ ንብሎ ንዓታቶም ኣብቲ ግዜ እቲ ድሃስዮም ነገር የለን ወይ ከኣ ዝስምዖም ነገር የለን ንሕና ግን ነቲ ሳዕቤን ኢና ኣግጂፍና ከነርእዮ ዘለና ናቶም ክብርን ናቶም ንፉዕናን ናቶም ጽቡቕነትን ናቶም ጽቡቕ ነገርን እንታይ ክንገብር ኣለና ከነርእዮም ኣለና እቲ ሕማቕ ነገር ከኣ እንታይ ንገብሮ ንሱሲ ንዕኦም ከም ዘይጠቕሞም ይፈልጡ እዮም ከም ዘይጥቕሞም ይፈልጡ እዮም። ካልኣይ ቀድ ካልኣይ ነገር ከዓ ኣተዓባብያና ከዓ ባህሊ ናይ ገዛና ናህና ክብሪ ናይ ገዛና ክብሪ ናይታ ስድራ ቤት ክብሪ ናይ ኣቦን ናይ ኣደን ክብሪ ነገር ሂብና እንተ ዓቢናዮም ከዓ ንሱ ከዓ ሒዞሞ ክኸዱ እዮም ማለት እዩ። እንተኾነ ግን ቆልዑ እዮም። እስቲል ቆልዑ እዮም እስቲል መናእሰይ እዮም እስቲል ሓድሽ ነገር ዝደልዩ እዮም እስቲል ሓድሽ ነገር ዝ- ን- ንሓድሽ ነገር ዝጎዩ ዘለዉ እዮም መንእሰይ ኩሉ ግዜ ኩሉ ግዜ ክፍትን እዩ ዝደሊ ዝኾነ ነገር ፅቡቅ ይኹን ሕማቅ ክፍትን ይደሊ እዩ ሽጋራ ክፍትን ይደሊ መስተ ክፍትን ይደሊ ሙዛር ክፍትን ይደሊ ምዕዋል ክፍትን ይደሊ ዋላ እቲ ዝዓበየ ነገር እውን ክፍትን እዩ ዝደሊ ምክንያቱ መንእሰይ ስለ ዝኾነ ስጋዕቲ ዝዓቢ ስጋዕቲ ማቹር ዝኸውን ስጋዕቲ ዝበስል ግዜ እንታይ ክትገብር ኣለካ ክትካናኸን በቃ ከም ብሌን ዓይንኻ ኢኻ ክትሪኦ ዘለካ ስለ ዝኾነ ንደቅና ክወፁ ንፈርሕ ኢና እንደገና ከዓ ኣነ ዘፍርሐኒ ዝነበረ ብጣዕሚ ዘፍርሐኒ ዝነበረ ኣይሰደንን እየ እውን ነይረ ካብ ምስዳድ ከ ትኽልክልዮ እንደ ነርኪ እያ ትብል እወ ኩሉ መዓልቲ ይኮነን ግና እወ ይኽልክለን ነይረ ጥዕምቲ እየ ጥዕምቲ እየ ንደቀይ እንተኾነ ግና ሓያል እየ ከዓ ዝገብሮ ዝፈልጥ እየ ብጣዕሚ እየ ማለተይ ፈርም ዝኾንኪ እየ ማለት ዘረባይሲ ውሺ ውሺ ኣይኮነን ከምዚ ደሓን ዶ በዚ ዶ እተዋ ዶ ውፅ ዶ ከምዚ ሲምፕል ሲምፕል ኣይኮነን ሓንትን ኪያንትን እያ ከምዚ እንታይ ሽም ይገብርን እየ ሕውስውስውስ ኣየብልን እየ ካልኣይ ነገር ከዓ ቀልጢፈ ኣይህወኽን እየ ምናልባሽ ከዓ ደቀይ እንታይ ሽሙ ኮና ፅቡቅ ምሳይ ርክብ ስለ ዘለዎን እውን ክኾና ይኽእላ እየን ካብቲ ኩላ ዝኽልክለለን ዝነበርኩ እንታይ ትኽልክል እየን ነርክ እንተ ኢልክናኒ ስሊፕ ኦቨር እዚ ምሕዳር ምሕዳር ንዓይ ጸላኢተይ እያ ነይራ ምሕዳር እንዳ መሓዛይ ክሓድር እየ እንዳ ኮስቶ ክሓድር እየ ምሕዳር ሲ ኡፍ ብጣዕሚ ብጣዕሚ ካብቲ ዓቕለይ ተጽበለይ ዝነበረት እያ ካብ ክሓድራ ዋላ ስጋዕ ንግሆ ጸኒሐን ብታክሲ ድዩ ብገለ ድዩ ንገዛይ ክምለሳ ኣብዚ እየ ዝመርጽ ነይረ ምሕዳር ዝሓታን ክሓታን ከለዋ ኣይቅበሎን እየ ነይረ ኣይቅበሎን እየ ፈፂመ ኣይቅበሎን እየ ነይረ ብጣዕሚ እየ ድፈርሕ ምክንያቱ ብዙሕ ነገር እዚ ምሕዳር ኢሉ ስሊፕ ኦቨር ናይ መሓዛይ በርዝደይ ዶ ስሊፕ ኦቨር ናይ በቃ ናይ ምሕዝነት ክንሓድር ዋላ ደቂ ሸውዓተ ሸውዓተ ሓሙሽተ ኣይዋሕጠለይን እዩ ብዚኣ እዛ ስሊፕ ኦቨር ትብል እዛ ምሕዳር እንዳ መሓዙተይ ምሕዳር እንዳገለመለ ኣይፈቱን እዩ ኣይኮነን ዶ ምሕዳር እንዳ ካልእ ሰብሲ ኣብ ምስ ደቀይ ኣብ ደቀይ ከማን ኣዝማድ ኹን ዝኾነ ንኹን ብፍላይ ወዲ ተባዕታይ ኣብ ገዛይ ኣኣይሐድርን እየ በይነይ ስለ ዝነበርኩ ማንም ወዲ ተባዕታይ ኣብ ገዛይ ሐዲሩ ደቂሱ ኣይፈልጥን እዩ ካብ ናእሽተኤን ጀሚረን ስጋዕ ዝዓብያ ማለት እዩ ኣይእቱን እየን ኣዶንኬር ዝመጸ ዝኾነ ይኹን በጺሑ ክኸይድ ይኽእል እዩ ምሕዳር ግን ኣይሕድርን እዩ ገዛይ ደቀይ ብሰላም ክዓብያ ብሰላም ክሓልፋ ኣእምሮኦን ደይተረበሸ ውሽጠን ደይተባላሸወ ገይረ ከዕብየ ዝደሊ እምበር በቲ ሓደ በቲ ሓደ እቲ ሓደ ኩስቶ ብፍላይ ዝኾነ ዝኾነ ወረ ኣብ ብዙሕ ግዜ ደቀይ ብታሽም የዕብየ እየ ኣይንኺድ ኣይንቕረብ ማለት ኣይኮነን ኣለና ምሉእ መዓልቲ መዓልቲ እንታይ ክገብረልና ድዩ ካብ ሰዓት ሽዱሽተ ስጋብ ፍርቂ ለይቲ ምሉእ መዓልቲ ዓሰርተ ክልተ ሰዓት እንድዩ ዘሎ ኣብኡ ንራኸብ ምስ ሓውኻ ምስ ሓፍትኻ ቀረባኻ ስድራ ቤት ተኾንካ ግን ስድራ ስለ ዝኾንካ ንሱ ከማን ከምዚ ንግሆ ንግሆ ቀዳም ሰንበት እዚ ስኢሉ ልምዲ ልምዲ ዘለዎ ከማን እሱ ከማን ብዙሕ ኣይፈቱን ያኒ ምክንያቱ ሓደ መዓልቲ ሎሚ ትሰዶ ፅባሕ ትሰዶ ትሰዶ ትሰዶ ትሰዶ ድሓር ሓደ መዓልቲ እቲ ናይ ገዝኡ ፍቅሪ እቲ ናይ ገዝኡ ጣዕሚ ወይ እቲ ናይ ገዛኣ ነገር እንታይ ይገብራ እንዳ እንዳ ንፈኾሰ መፅእ ክንዲ ገዝኣስ ናይ ካልእ ገዛ ትፈቱ፣ ክንዲ ዓራታስ ናይ ካልእ ዓራት ትፈቱ። ስለ ዝኾነ ኣነ ደቀይ ከዕብየን ከለኹ ገዘኣን ከም ዝፈትዋ ገይረ እየ ኣዕብየየን። ኣብ ዝጸንሓ ጸኒሐን ገዘኣን ክምለሳ እየን ዝደልያ። ስለ ዝኾነ እዚኣ ስሊፕ ኦቨር ትብል እዛ ምሕዳር ትብል ኣብዚ ክልክለን ነይረ ሓደ ሓደ ግዜ ከዓኒ ናይ መሓዙተን ከዓ ከነፅንዕ ግባኣና እዩ ሓደ ሓደ መሓዙት ሰዓታት ደይብሉ ድውሉ ሰዓታት ደይብሉ ይድውላ ፍርቂ ለይቲ ደቂ ፅባሕ ንጎ ትምህርቲ ከዳ ከነሰን እንዳተፈለጠሲ ዓሰርተ ሓደ ፍርቂ ለይቲ ጭር ገለ ቴሌፎን ትሰምዕ ሎሚ ተሕልፍ ፅባሕ ተሕልፍ ድሕሪ ፅባሕ ተሕልፍ ኣብ ሳልሳይ ራብዓይ መዓልቲ ግን ነው መን ኣብዚ ሰዓት እዚ ትድውል ክስቶያ ዋላ ገለገለ ክብላካ ሓደ ሓደ ኣለዉ ከምዛ ማስቲካ ፅብቕ ዝብሉ ደይጥዑያት ሰባት በቃ በቃ ብሰላም ዝኸልእዎም ንሰብ ነሳቶም ከኣ ነቲ ነቲ ሰብ ከየጉህዩ ወይ ከኣ ነታ ሰብ ከየጉህዩ ኢሎም ከኣ እቶም ደቅና ከኣኒ ይምልሱሎም፣ ሕሹ ክብሉ፣ ተሓቢኦም ይዛረቡ፣ እንዳተሰከፉ እኳ እዮም፣ ደስ ኢልዎም እኮ ኣይኮነን ግን በቃ ንዓኣ ከየጉህዩ ክብሉ። ስለዝኾነ ከነጽንዕ ምስ በዝሐ ከኣ በቃ ኣይደሊ ክድውል ኣይደሊን እየ ዋላ ክድውል ኣይደሊን እየ ከኣ በል ክሰምዕ ኣይደሊን እየ ካብዚ ሰዓት እዚ ንንዮ ገለ ገሊኡ እኮ ኣብ ፋዱስ እድውለልካ እንዳበላዕካ ኮለኻ ለይቲ ድውለልካ ቆልዓ ኣባና እኳ ብዛ ሓበሻ ኣመል እዩ ሕጂ እኳ ምስሕ ዘሎ ይመስለኒ እቲ ቀደም እዩ ነይሩ እምበር እድውሉለን ሽዑስ ካብ መኣዲ ብድድ ኢልካስ ክምልስ ገለ ኢልካስ ኖኖኖኖኖ መኣዲ ክወዲ እታ ትድወል ዘላ ባዕላ ትፈልጥ ደሓር ደወላ ደሓር ደውልላ በቃ እዚ ሕሹኽሹኽ ሓኾትኮት ግን ኣነ ብዙሕ ኣይፈትወን እየ ነይረ ኣብ ዘየደሊ ሰዓታት እድውላ ነዚአን ከዓ ኣይኮነን ዶ ምስአን ክኸዳ ክዛረባ ከማን ኣይደልየንን እየ ነይረ ጓልኹን ወዲ ይኹን ስለዝኾነ እዚ ናይ ግድን እዩ ግድን ኣብ ሙሉኣት ስድራ ቤት እንታይ እየን ዘባእሳ ተደሊኹም እዘን ክልተ እዚአን ኣይትኸይድን ኢኻ ፍርሒ ከዓ ስለንፈ ግድን እዩ እቲ ዘየድሊ መርሚርና ክንክልክሎም ዋላ ኡ ይበሉ ዋላ ዝኾኑ ኹኑ ደቀይ ምንታይ ትሕጎስ መስለክም ኣብቲ ሰዓት እቲ የሕሙሞም እዩ ኣይትኺድ ክትብሎ ንሓደ መንእሰይ ወይ ከዓኒ ብፍርሒ ክትፅበዮ ንሓደ መንእሰይ ብጣዕሚ ከቢድ እዩ ቅድሚ ሕጂ ዝሰራሕክዎ ኣሎ ቪድዮታት ዝሓለፈ ከም ብሓድሽ ክጅምሮ እንተኮይኑ ከም ብሓድሽ ክሰርሖ እምበር እዚ ኩሉ ተዛሪበሉ እየ ኣይትኸይድን ኢኻ ዝብል መንእሰይ ከሕርቆ መዓት እዩ ከጉዮ መዓት እዩ ክንቺ ዘምፃሉ በቃ ሕፍረት እዩ ዝስምዖ ውርደት እዩ ዝስምዖ ጨቋኒት ጭቋኒት ኣደ በቃ ነግራም ኣደ ወይ ስድራ ቤት ኩሎም በቃ ዋላ ደይፈትዎም ዋላ ብዛዕባኦም ደይግደሱ ከምኡ እዩ ዝርድኦም ነታ ነተን ስጋዕ ዝሓልፋ ስጋዕ እቲ ዓሰርተ ሸሞንተ ዓመት ዝመልእ እምበር ካብኡ ክኸዱ እንዲዮም ክመሃሩ እንዲዮም ዩኒቨርሲቲ ክኣትዉ እንዲዮም እንተኾነ ግና ካብ ደቀይ እንታይ ይረክብ መስለኩም ሕጂ ፊድባክ እስኺ እንተዘይትኾና እንተዘይትኾኒ እስኺ እንተዘይትኾኒ ኣዴናሲ ኣበይ ምሃለና ወይ ከዓ እስኺ እንተዘይትኾኒ ኣደይሲ ኣበይ ምሃለኹ ነይረ ብላ ስለዝኾነ ደስ እዩ ዝብለካ በቃ እ፣ ንደቅና ከዓ ካብቲ እስኺ ዝነበርክዮ እ፣ ካባኺ ንላዕሊ ሓያል ሓያላት ክንከውን ኢና ብላ እኔ ሰው ካብዚ ንላዕሊ እንታይ ደልየ ስለዝኾነ እኽልክል ነይረ ይፈርሕ ነይረ ኩሉ እቲ ሰብ ዝረኽቦ እቲ ዝፈርሖ ይፈርሕ ሓንቲ ደይገብረ ከለዋ ደቀይሲ ኣብዚ ውሽጠይ ግን ፍርሒ ኣትወኒ ስጋዕ ወፂኤን ዝምለሳ ገዘአን ፍርሒ ይኣትወኒ ኣብ ዘየድሊ ከዓ ይኽልክለን ነይረ ስለዝኾነ ደቅና ናህና እዮም ደቅና ከኣ ንዓና ይርእዩ እዮም ገዛ ገዛ ንብል ፈቆዶ ቲክቶክ ፈቆዶ ገለ ፈቆዶ ገለ ፈቆዶ ገለ እንዳኹስቶ እንዳኹስቶ እንዳኹስቶ ነብዝሕ ተኾይና ደቅና ከኣ ከማይ እዮም ዝኾኑ ስለዝኾነ ሓደ ሓደ ግዜ ውላድ ንመን መስል ንስድርኡ ሓደ ሓደ ግዜ ሕጂ ክስታይ ከይስምዓኩም ገሊኦም ፋሕ ድበሎም ነገር ተልይዎም መሓዝ ዝኣበየኹም ነገር ተልይዎምሲ እሞ ንዓይ ድዩ ይመስል ከይትብሉ ኢለ እየ ስለዝኾነ ንደቅና ገዝኦም ከም ዝፈቱ ስድርኦም ከም ዝፈቱ ስድርኦም ዓራቶም ከም ዝፈቱ ጌርና ነዕብዮም እዛ ክብለኪ መሊሰ ክኸውን ተስፋ ገብር ይቐንየለይ ስለ ዝሰማዕኩምኒ ስለ ተኻታተልኩምኒ ኣብቲ ዝመጽእ ዘሎ ሰሙን ስጋዕ ንራኸብ ከ ኣብቲ ዝመጽእ ዘሎ እዋን ስጋዕ ንራኸብ የቐንየለይ ሕጂ እውን ተኾነ ሳብስክራይብ ሼር ኮመንት ላይክ ብምግባር ተሓባበሩ ኢኹም ቴንክ ዩ ሶ ማች